ናይ ፋይናንስ ጾር ክኸውን ይኽእል፣ ናይ ጓሂ ጾር ክኸውን ይኽእል፣ ናይ ቤተሰብ ጾር ክኸውን ይኽእል፣ ናይ ደቅኻ ጾር ክኸውን ይኽእል፣ ናይ ኣገልግሎት ጾር ክኸውን ይኽእል፣ ዝኾነ ይኹን ሸኽም ናብ ጸሎት ክትመጽእ ከለኻ ተውድቆ ኢኻ ዘለኻ ኣብ እግሩ። ንስኻ ትኽእል ኢኻ ጎይታ ትሓልየኒ ኢኻ ተፍቅረኒ ተፍቅረኒ ኢኻ ስለዚ ካባይ ንላዕሊ ንስኻ ስለ ትሓስብን ትጭነቕን ጾረይ ኣባኻ የውድቆ ኣለኹ መልሸ ከኣ ኣየልዕሎን እየ መልሸ ኣይዝክሮን እየ መልሸ ኣይጭነቕን እየ ኣመንቲ ግን እንታይ ኢና ንገብር ብጸሎት መጺና ጾርና ኣብ ኣምላኽ ነራግፍ ኡፍ ንብል ደስ ይብለና ክንከይድ ከለና ግን መሊሽና ተሸኪምናያ ንኸይድ ነቲ ጾር ካብቲ ዘውረድናዮ ኣልዒልና ተሸኪምናያ ንኸይድ ቃል ኣምላኽ ግን እንታይ ይብለና ኣሎ ንሱ ይሓልየልኩም እዩሞ ንኹሉ ሓልየትኩም ኣብኡ ኣውድቕዎ ኣውድቕዎ እሞ መሊሽኩም ኣልዕልዎ ይብልኒ ቃል ኣምላኽ ክብሪ ንኣምላ ይኹን። ሻሎም ሻሎም ህዝቢ ኣምላኽ ከመይ ኣለኹም ከመይ ቀኒኹም ክብሪ ንእግዚኣብሔር ይኹን ሎሚ ውን ብሓድሽ ኣርእስቲ መጼኩም ኣለኹ ናይ ኣእምሮ ሰላም ዝብል ኢና ክንርኢ ሎምዓንቲ ኣገዳሲ ኣርእስቲ እዩ እዚ ዘመን እዚ ብዙሓት ብጭንቀት ኣብ ዝሳቀይሉ ዘለዉ ንሕና ውን ከም ኣመንቲ ብብዙሕ ሰላም ኣብ ሂወትና በዚሑ ክፈስስ ዝግበኦ ኣብ ኣመንቲ እውን ዝረኣ እዩ እዚ ጭንቀት እዚ ስለዚ ሎማዓንቲ ናይ ኣእምሮ ሰላም ዝብል መጽሓፍ ቅዱስ ብዛእባ ናይ ኣእምሮ ሰላም እንታይ ይብል ብኸመይ ኢና ከ ናይ ኣእምሮ ሰላም ኣብ ህይወትና ዝህሉን ዝበዝሕን ዝብል መጽሓፍ ቅዱሳዊ ሓቂ ክንርኢ ኢና ሎማዓንቲ ክብሪ ንእግዚኣብሔር ይኹን ቅድሚ ናብቲ ቃል ኣምላኽ ምእታወይ ገለ መእተዊ ክገብር እዚ ጭንቀት ንብሎ ዘለና ወይ ናይ ኣእምሮ ሰላም ምስኣን ኣብ ሰባት ኣብ እቶም ዘይኣምኑ ይኹን ኣብ ኣመንቲ ይኹን ዝረኣ ምንጩ ሰለስተ እዩ ብሰለስተ መገዲ እዩ ክመጽእ ዝኽእል እቲ ሓደ መንፈሳዊ እዩ እቲ ካልኣይ ነብሳዊ እዩ እቲ ሳልሳይ ድማ ስጋዊ እዩ ስፕሪቹዋል ሳይኮሎጂካል ኤንድ ፊዚዮሎጂካል እዩ እቲ ጸገም ስፕሪቹዋል ክንብል ከለና ናይ ሕክምና መፍትሒ ደይብሉ ናይ ሰብ መፍትሒ ደይብሉ ምንጩ መንፈሳዊ ዝኾነ መፍትሒኡ መንፈሳዊ ዝኾነ ማለት እዩ። ብፍላይ ከኣ እዚ ምዕራባዊ ዓለም ዋላ መፍትሒ ስኢንሉ ዘሎ ነገር እዩ። ምኽንያቱ እቲ ፐርስፐክቲቭ እቲ ኣጠማምታ ናይዚ ምዕራባዊ ዓለም እቲ ሕክምና ንባዕሉ ብኽልተ መገዲ እዩ ፊዚዮሎጂካል ኤንድ ሳይኮሎጂካል መፍትሒ ንምንዳእ እዮም ዝኸዱ። ጭንቀት ንዘለዎም ዲፕረሽን ንዘለዎም ሰባት ሰላም ንዝሰኣኑ ሰባት። ዝኸድዎ መፍትሒ ፊዚዮሎጂካል ኤንድ ሳይኮሎጂካል እዩ ብሳይኮሎጂን ብፊዚዮሎጂን ክፈትሕዎ እዮም ዝፍትኑ ብጣዕሚ እቲ ዝገርም ዓበይቲ ናይዚ ፊዚዮሎጂካልን ሳይኮሎጂካል መምሃራንን ሓካይምን ከይተረፈ ብጣዕሚ ብዘሕዝን ኩነታት ዓበይቲ ንብሎም ኣሽማት ምጠቐስኩልኩም እቲ መንፈሳዊ ምስጢሩ ስለ ዘይረኸብዎ ዋላ ተረዲእዎም ገሊኦም ተረዲእዎም ክነሱ መንፈሳዊ ነገር ከም ዘሎ ተረዲእዎም ክነሱ ግን ንክርስቶስ ርእሶም ሐሊፎም ስለ ዚሃቡ ንኣምላኽ ሐሊፎም ስለ ዚሃቡ ንባዕሎም ኣብ ከቢድ ስቓይ ገለ መጽሓፍቶም ዘንብብን ኣዝየ ብኦም ተጠቐምኩን ምሁራት ሰባት እየ ዝብለኩም ዘለኹ ኣዝዩ ዘሕዝነኒ ንኣምላኽ ውን ልቦም ክፍት ክነሱ ግን ንክርስቶስ ስለ ዘይተቐበልዎ እቲ ናቶም መጽናዕቲ ድማ ኣብ ፊዝዮሎጂካልን ሳይኮሎጂካልን መገዲ ጥራይ ዝሕግዝ ስለ ዝኾነ ንባዕሎም ብጭንቀት ተወቒዖም ቀጻሊ ንጽልየሎም ሰባት ኣሎ ማለት እዩ ኣብ ሕክምና ዘሎ ኣብዚ ግዜ እዚ ማለት እዩ ርእሶም ምሕጋዝ ኣብይዎም ማለት እዩ ምኽንያቱ እቲ ሽግር ናቶም መንፈሳዊ ስለ ዝኾነ ስለዚ እዚ መንፈሳዊ መፍትሒ ክበካ ዝኽእል መጽሓፍ ቅዱስ ጥራይ እዩ። መንፈሳዊ መጥቃዕቲ ተለካ ወይ ድማ ጭንቀትካ ምንጩ መንፈሳዊ ተኾይኑ መፍትሒ ድማ መንፈሳዊ መፍትሒ መንፈሳዊ ማለት መፍትሒ እግዚኣብሔር እዩ። እቲ ካልኣይ ሳይኮሎጂካል እዩ። ካብ ብዝሒ ሓሳብን ነቲ ሓሳብ ክትፈትሖ ብዘይምኽኣልካን ካብ ብዝሒ ጭንቀትን ሓሳብን ዝመጽእ ሳይኮሎጂካል ሽግር እዩ። እዚ ዓለም ብመገዲ ሳይኮሎጂ ብመገዲ ካውንስሊንግ ብመገዲ ሳይካትሪ ክፈትሕዎ ትፈትሖ ትፍትን እያ ዓለም። ብመጠኑ እውን ገለ መፍትሒ ክህልዎ ይኽእል እዩ። እቲ ሳልሳይ ፊዚዮሎጂካል እዩ። ስጋዊ ማለት እዩ። ምስ ናትካ ብረይን፣ ምስ ናትካ ፊዚካል፣ ምስ ስጋኻ እተተሓዘ ናይ ናይቲ ናትካ ነርቨስ ሲስተም ምዝባዕ ክኸውን ይኽእል፣ ነቲ ናትካ ምስቲ ናትካ ኒውሮን ምዝባዕ ክኸውን ይኽእል፣ ኣነ ክኢላ ኣይኮንኩን ናይ ሳይኮሎጂ ወይ ድማ ናይ ፊዚዮሎጂ ክኢላ ኣይኮንኩን በታ ዘላትኒ ንእሽተይ ዓቕመይ ኢንትሮዳክሽን ዝገብረልኩም ዘለኹ መእተዊ ማለት እዩ ስለዚ ፊዚዮሎጂካል ክኸውን ይኽእል እዩ እዚ ምስ ሓሳብ ናትካ ምስ ሳይኮሎጂ ምትሓዝ ዘይብሉ ምስ መንፈሳዊ ምትሓዝ ዘይብሉ ግን ናይቲ ፊዚዮሎጂ ናትካ ምኽንያቱ ናይ ሰብ ኣእምሮ ፊዚዮሎጂካል እዩ እንደገና ሳይኮሎጂካል ድማ እዩ። እቲ ማይንድ ኤንድ ብረይን ንብሎ ማለት እዩ ወይ ድማ ቶት ኤንድ ብረይን ንብሎ ማለት እዩ። ስለዚ ስጋዊ እንድሕር ኮይኑ ጸገም ስጋዊ መፍትሒ ድማ ናቱ ኣለዎ ማለት እዩ። ምሁራት ክንፍትን ንኽእል ብመጠኑ ድማ መፍትሒ ክህልዎ ይኽእል እዩ። ነዚ ሰለስቲኡ ኣጠቓሊሉ መፍትሒ ክህበካ ዝኽእል ግን መጽሓፍ ቅዱስ እዩ። ነዚ ሰለስተ ሽግር ነቲ መንፈሳዊ ሽግር ነፍሳዊ ሽግር ስጋዊ ሽግር ንሰለስቲኡ ጭንቀትን ሰላም ምስኣንን ኣብ ህይወት ሰብ ኣጠቓሊሉ መፍትሒ ክህበካ ዝኽእል መጽሓፍ ቅዱስ እዩ ወይ እግዚኣብሔር ባዕሉ እዩ ወይ መንፈስ ቅዱስ እዩ ክብሪ ንእግዚኣብሔር ይኹን ስለዚ እቶም ኣመንቲ መጽሓፍ ቅዱሳዊ ሓቂ ክርድአና ኣለዎ ነዚ ሰላም እዚ ክንረኽቦ ማለት እዩ ብመጠኑ ድማ ለማዓንቲ ክገልጸልኩም እየ ማለት እዩ እቲ መንፈሳዊ ሓቂ ኣብ ሂወትና ብዝሓለፍና መከራ ንሕለፍ ብዝሓለፍና ስቃይ ንሕለፍ ብሰላም ከንብረና ዝኽል መጽሓፍ ቅዱሳዊ ሓቂ እቶም ኣመንቲ ክርደእና ኣለዎ እቶም ኣብ ክርስቶስ ዘይመጸና ዓለማውያን ወይ ድማ ኣመንቲ ዘይኮንና ግን እቲ መፍትሒኡ መጀመርያ ንክርስቶስ ምቕባል እዩ ንክርስቶስ ምስ ተቐበልካ በቲ ደገ ምስ ኣተኻ ኢኻ ነዚ ሓቂዚ ብምርዳእ ኣብ ሂወትካ ሙሉእ ሰላም ትረክብ ማለት እዩ ክብሪ ንእግዚኣብሔር ይኩን ስለዚ ጎይታ የሱስ ክርስቶስ ቃል ኣምላክ እንታይ ይብሎ መስፍን ሰላም ይብሎ ጎይታ የሱስ ክርስቶስ ፕሪንስ ኦፍ ፒስ እዩ መንፍስ መስፍን ሰላም እዩ ስለዚ እቶም ሰላም ዘይብልኩም ብክርስቶስ ዘይትኣምኑ ወይ ድማ ኣብ ካሊእ ሃይማኖታት ኣብ ተፈላለየ ሃይማኖት ዘለኹም ግን ብጭንቀት ትነብሩ ሰባት ተለኹም እቲ መጀመርያ መፍትሒ ኣብ ህይወትኩም ነዚ መስፍን ሰላም ዝኾነ ክርስቶስ ኣብ ህይወትኩም ከም ናይ ግሊ መድሓኒኹም ጌርኩም ምቕባል እዩ። ንክርስቶስ ፈልጦ እየ ንክርስቶስ ይኣምኖ እየ ገለ ክትብሉ ትኽእሉ ኢኹም ግን ክርስቶስ ተወሳኺ ኣምላኽ ኣይኮነን፣ ተወሳኺ ጣኦት ኣይኮነን፣ በይኑ ጎይታ ከም ዝኾነ፣ በይኑ መድሓኒ ከም ዝኾነ፣ በይኑ ከም ዝሞተልኩም ኣብ ኣብ መስቀል ኣካል ስላሴ ከም ዝኾነ ተረዲእኩም ኣሚንኩም ነዚ ክርስቶስ እዚ ክትስዕብዎ እንድሕር ወሲንኩም እቲ ናይ መጀመርያ ናይ ሰላምኩም ምንጪ ካብዚ እዩ ዝጅምር። ክብሪ ንኣምላኽ ይኹን። ስለዚ ኣብ ወንጌል ዮሃንስ እንታይ ይብለና መሲልኩም? ምዕራፍ ዓሰርተ ኣርባዕተ ጥቕሲ ዕስራን ሸውዓተን ሰላም እሓድገልኩም፣ ሰላመይውን እህበኩም ኣሎኹ፣ እቲ ኣነ ዝህበኩም ዘለኹስ ከምቲ ዓለም እትህቦ ኣይኮነን፣ ልብኹም ኣይሸበር ኣይሰንብድን ይብለና ጐይታ የሱስ ክርስቶስ ክዛረብ ከሎ። ሰላመይ እህበኩም፣ ሰላመይ ድማ እሓድገልኩም ኣሎኹ፣ እቲ ኣነ ዝህበኩም ሰላም ከምቲ ዓለም እትህቦ ሰላም ኣይኮነን። ከምቲ ቀዲምና ዝበልናዮ ዓለም ነቲ ናትካ ፊዚዮሎጂካል ጭንቀት ወይ ድማ ስጋዊ ጭንቀት ወይ ነፍሳዊ ጭንቀት ወይ ሳይኮሎጂካል ጭንቀት ብመጠነ ክትፍውሶ ትፍትን እያ። እዛ ዓለም ትህቦ ሰላም እዩ። ግዝያዊ ዝኾነ ድሩት ዝኾነ ሰላም ኣለዋ ኣብ ዓለም። ገሊኦም ተጨኒቖም መስተ ይሰትዩ፣ ግዝያዊ ሰላም። ገሊኦም ተጨኒቖም ይዘናግዑ፣ ግዝያዊ ሰላም። ገሊኦም ተጨኒቖም ድራግ ወስዱ፣ ኣብዚ ምዕራባዊ ዓለም ብሕልፊ ብጣዕሚ ዘሕዝነካ ምሁር ኣይገድፍ ዓብይ ገድፍ ንእሽተይ ኣይገድፍ ሚልየነር ኣይገድፍ ድኻ ኣይገድፍ ድራግ ወስዱ ምንያቱ ነቲ ጭንቀት ክጻወርዎ ስለ ዘይክእሉ ነቲ ጸልማት ክጻወርዎ ስለ ዘይክእሉ ነቲ ባዶነት ክጻወርዎ ስለ ዘይክእሉ መንፈሳዊ ጭንቀት ኣጋንንታዊ ጭንቀት ካብ ሰይጣን ዝመጽእ ጭንቀት፣ ካብ ፊዝዮሎጂ፣ ካብ ስጋዊ ኣቃውማ ናትካ ዝመጽእ ጭንቀት፣ ካብ ነፍሳዊ፣ ካብ ብዝሒ ሓሳብ ዝመጽእ ሳይኮሎጂካል ጭንቀት ክጻወርዎ ስለ ዘይክእሉ ገሊኦም እናፈለጡ ከጥፍኦም ከም ዝኾነ እናፈለጡ ድራግ ወስዱ። ድሓር ክወጹ ኣብ ዘይክእሉ ደልሃመት ወጹ ማለት እዩ። ኣብ ሶሻል ሚድያ ንሪኦ ኢና ክንደይ ምሁራት ክንደይ ሰለብሪ እዞም እንታይ እዮም ዝብሃሉ እዞም ኣርቲስትስ ሃብታማት ሙሁራት ዓበይቲ ሰባት ፖለቲከኛታት መራሕቲ ኣብ ሕማቅ ነገር ናብ ሬሳ ተቀይሮም ኣብ ሕማቅ ነገር ክወድቁ ከለዉ ንሪኦም ማለት እዩ ናይ ድራግ ውጺኢት ሰላም ንምርካብ ማለት እዩ ስለዚ ጎይታ የሱስ ክርስቶስ ግን እንታይ ይብል ኣሎ እቲ ኣነ ዝበኩም ሰላም ከምቲ ዓለም ትህቦ ኣይኮነን ናተይ ሰላም ድሩት ኣይኮነን ናተይ ሰላም ግዝያዊ ኣይኮነን ሰላም ናተይ ዘልኣለማዊ እዩ ናተይ ሰላም ዘይቀያየር እዩ ናተይ ሰላም ድሩትነት የብሉን ናተይ ሰላም መሊኡ ዝውሕዝ እዩ ዝብል ዘለኹ ክብሪ ንእግዚኣብሔር ይኹን ሰላመይ ይበኩም ሰላመይ ድማ ሓድገልኩም እቲ ኣነ ዝበኩም ሰላም ከምቲ ዓለም እትህበኩም ኣይኮነን ልብኹም ኣይሸበርን ኣይሰንብድን እዩ ስለዚ ብሕልፊ ኣመንቲ ኮይንና ንክርስቶስ እናሰዓብና ዋሕዚ ዘለዎ ሰላም ኣብ ሂወትና ክህሉ እግዚኣብሄር ይደሊ ማለት እዩ ክብሪ ንእግዚኣብሄር ይኹን ኣብ ሂወትና ሰላም መሊኡ ዝፈሰሉ ከም ኣመንቲ ሰለስተ መገድታት ኣሎ እቲ ናይ መጀመርያ ምስ ኣምላኽ ሰላም ከም ዘለና ምፍላጥ እዩ። ክብሪ ንኣምላ ይኹን። እታ ናይ መጀመርያን መሰራዊት መሰረታዊትን ኣብ ኩሉ ኣማኒ ክትህሉ ዘለዋ ክትፍለጥ ዘለዋ ሓቂ ምስ ኣምላኽ ሰላም ከም ዘለና ምፍላጥ። ምስ ኣምላኽ ሰላም ከም ዘለኒ ይፈልጥ እየ ክትብሉኒ ትኽእሉ ኢኹም። ጽቡቕ ትፈልጡ ተኾንኩም ግን ብዙሕ ኣማኒ ኣሎ ምስ ኣምላኽ ሰላም ከም ዘለዎ ዘይፈልጥ። ምስ ኣምላኽ ሰላም ከም ዘይብልኩም ብኸመይ ይፈልጥ? ወይ ከም ዘይብልካ? ወይ ከም ዘይብልና ብኸመይ ይፈልጥ እንድሕር ደኣ ኢልኩም፣ ኣብ ህይወትካ ወሓዚ ሰላም እንተ ዘየለ፣ ወሓዚ ዕረፍቲ እንተ ዘየለ፣ ዘየቋርጽ ሰላም እንተ ዘየለ፣ ዘየቋርጽ ሓጐስ እንተ ዘየለ፣ ኵነታት ብዘየገድስ፣ መከራ ብዘየገድስ፣ ጭንቀት ብዘየገድስ፣ ትሓልፎ ዘለኻ ጐደና ብዘየገድስ፣ ዘየቋርጽ ሰላም፣ ኣብ ህይወትኩም እንተዘየለ ምስ ኣምላኽ ሰላም ከም ዘለና ኣይተረደኣናን ማለት እዩ። ምስ ኣምላኽ ሰላም ከም ዘለና፣ ምስ ኣምላኽ ሰላም ከም ዝገበርና፣ ምስ ኣምላኽ ውግእ ከም ዘይብልና፣ ምስ ኣምላኽ ኲናት ከም ዘይብልና፣ ምስ ኣምላኽ ጽልኢ ከም ዘይብልና ኣይተረደኣናን ማለት እዩ። ሮሜ ከምዚ ይብለና ምዕራፍ ሓሙሽተ ጥቕሲ ሓደ እምበኣርሲ ብእምነት ካብ ጸደቕና ምስ ኣምላኽ ብጎይታና የሱስ ክርስቶስ ሰላም ይሃልወና ይብለና። ኣብዚ ፊውቸር ቴንስ ወይ ድማ ንመጻኢ ጌሩ እዩ ኣቐሚጥዋ ዘሎ እታ ሰላም ይሃልወና ዝብል ሮሜ ምዕራፍ ሓሙሽተ ጥቕሲ ሓደ ከነጽንዓ ከለና ነዚኣ ግን ኣብቲ ብቑር ጽሑፋት ኴንና ከነጽንዓ ከለና ሰላም ኣለና እያ ትብል ሕሉፍ እያ። ብዙሕ ግዜ ጸገምና እዚ እዩ ነቲ ሕሉፍ ናይ ሓድሽ ኪዳን ተንስ ወይ ግዜ ከም ፊውቸር ጌርና ኢና ዝርደእናን ነንብቦን መብዛሕትና። ኣብዚ ግን ከነጽንዓ ከለና ነዛ ጽሑፍ እዚኣ ሰላም ኣለና እዩ ዝብል ፓስት ተንስ እዩ ሕሉፍ እዩ። ክብሪ ንእግዚኣብሔር ይኹን። እምበኣርስ ብእምነት ካብ ጸደቕና ንምንታይ እዩ ምስ ኣምላኽ ሰላም ዘለና? ንምንታይ ኣምላኽ ጸላኢና ዘይኮነ? ንምንታይ ኣምላኽ ሃይማኖተኛ ዘይኮነ? ንምንታይ ኣምላኽ ከም ሃይማኖተኛ ዘይፈርደና? ንምንታይ ኣምላኽ ከም ሃይማኖተኛ ሰባኺ ደይዛረብ? ንምንታይ ኣምላኽ ከም ሃይማኖተኛ ሰባኺ ደይሓስብ? እንድሕር ደኣ ኢልኩም ብእምነት ስለ ዝጸደቕና ኢና። ብእምነት ምጽዳቕ ናይ ኩሉ ነገር መፍትሒ እዩ። ንምንታይ ኢና ብእምነት ጸዲቕና? ምኽንያቱ ጽድቅና ነገርና ክርስቶስ ኣብ መስቀል ስለ ዝወደኦ ተፈጸመ ኢሉ ኣብ መስቀል ወዲእዎ እዩ ስለዚ ብእምነት ካብ ጸደቕና ይብል ብእምነት ኢና ጸዲቕና ብግብርና ኣይጸደቕናን ብስራሕና ኣይጸደቕናን ገና ርሑቓት ከለና ኣለና ሮሜ ሓሙሽተ ሸሞንተ ክርስቶስ ኣብ ክንዳና ሞተ ኣብ ክንዲ ሓጢኣተኛ ሞተ ኣብ ክንዲ ጸላእቱ ሞተለና ገና ጸላእቱ ከለና ገና ሓጥኣን ከለና ገና ርሑቕ ከለና ኣንፈት ናይ ጽድቂ ዘይብልና ክነስና ኣንፈት ናይ ብርሃን ዘይብልና ክነስና ኣንፈት ናይ ናይ ሰናይ ምግባር ዘይብልና ክነስና ክርስቶስ ኣብ ክንዳና ሞይቱ ስለዚ ብእምነት ስለ ዝጸደቕና ምስ ኣምላኽ ሰላም ኣለና ብመን ብክርስቶስ ምስ ኣምላኽ ሰላም ኣለና እውን ኣይብልንዩ ምስ ኣምላኽ ብክርስቶስ እዩ ዝብል ብጎይታና የሱስ ክርስቶስ ሰላም ኣሎና ክብሪ ንእግዚኣብሔር ይኹን ስለዚ ብርእሲ እውን ምስ ኣምላኽ ሰላም ክህልዎ ይክእልንየ ስለዚ ኣብ መእተውየ ኢሎም መዓንቲ እንታይ ኢለ ነቶም ኣመንቲ መፍትሒ እንታይ ከም ዝኾነ ነጊረኩም፣ ነቶም ኣመንቲ ዘይኮንና ድማ ብክርስቶስ ክንመጽእ ኣለና ኢለኩም። እምበኣርሲ ብእምነት ካብ ጸደቕና፣ ምስ ኣምላኽ ብጎይታና የሱስ ክርስቶስ ሰላም ኣሎና። ሰላም ኣለኪ፣ ሰላም ኣለካ፣ ሰላም ኣሎኒ። ብክርስቶስ ዝኣመነ፣ ብእምነት ዝጸደቐ ዘበለ ኩሉ ምስ ኣምላኽ ሰላም ኣለዎ። ስለዚ እዩ ሰባት ገጽካ ሪኦም ክፈልጡኻ ይኽእሉ እዮም ሰላም ከም ዘለካ ብሽም ኣማኒ ስለ ዝኾንካ ኣይኮነን ግን ምስ ኣምላኽ ሰላም ከም ዘለካ ምስ ኣምላኽ ዕርቂ ከም ዘለካ ኣምላኽ ከም ሰብ ከም ዘይርእየካ ኣምላኽ ከም ሰብ ከም ዘይፈርደካ ኣምላኽ ሃይማኖተኛ ከም ዘይኮነ ኣምላኽ ብሃይማኖት ከም ዘይጥምተካ፣ ኣምላኽ ብሃይማኖት ከም ዘይኩንነካ ክብረ ንእግዚኣብሔር ይኹን። ስለዚ እምብኣርስ ብእምነት ካብ ጸደቕና ምስ ኣምላኽ ብጎይታና የሱስ ክርስቶስ ሰላም ይሃልወና ወይ ሰላም ኣለና ይብል። ምስ ኣምላኽ ሰላም ከም ዘለና ምፍላጥ። ክብሪ ንኣምላ ይኹን። ገሌኹም ሕጂ እዚ እንዳሰበኽኩ ከለኹ ኣብቲ እዝንኹም። ምስ ሓጥያት ምስ ገለ ምስ ገለ ነተሓሕዞ ብዙሓት ኢና ኣብ ሶሻል ሚድያ ዘሎ ክትዕ ስለ ዝሪኦ ማለት እዩ ክብሪ ንእግዚኣብሔር ይኹን መስቀል ዝተረድኦ ሰብ ብጽድቂ እዩ ዝነብር ብቅድስና እዩ ዝነብር ስለዚ እታ መጀመርያ ሰላም ኣብ ህይወትና ንኽውሕስ ኣገዳሲት ምስ ኣምላኽ ሰላም ከም ዘለና ምፍላጥ ኣምላኽ ምሳና ከም ዝዀነ ምፍላጥ፣ ኣምላኽ ወዲ ጋንታና ከም ዝዀነ ምፍላጥ፣ ኣምላኽ ኣብ ጐንና ከም ዝዀነ ምፍላጥ፣ ኣምላኽ ኣቦና ምዃኑ ምፍላጥ፣ ኣምላኽ ከም ሰብ ከም ዘይኰነ ምፍላጥ፣ ምሕረቱ ከም ዘይውዳእ ምፍላጥ፣ ፍቕሩ ከም ዘይውዳእ ምፍላጥ፣ ጸግኡ ከም ዘይውዳእ ምፍላጥ፣ ምስ ኣምላኽ ሰላም ምግባር፣ ብሰንኪ ምርዳእኻ ምስ ኣምላኽ ዘይምውጋእ፣ ብሰንኪ ቲኦሎጂኻ ምስ ኣምላኽ ዘይምውጋእ፣ ብሰንኪ ምርዳእኻ ምስ ኣምላኽ ዘይምውጋእ፣ ብሰንኪ ናይ ሰበኽቲ ምርዳእን ስብከትን ምስ ኣምላኽ ዘይምውጋእ፣ ኣምላኽ ጸላእኻ ኣይኮነን፣ ኣምላኽ ዓርክኻ እዩ፣ ኣምላኽ ኣቦኻ እዩ፣ ኣምላኽ ናትካ እዩ። ኣምላኽ ፈታዊኻ እዩ። ኣምላኽ ኣብ ክንዳኻ ሞይቱ እዩ። ኣክ ኣምላኽ ኣብ ክንዳኻ ንምድሪ ወሪዱ እዩ። ኣምላኽ ኣብ ክንዳኻ ሰብ ኮይኑ እዩ። ክብሪ ንኣምላ ይኹን። የሱስ ጎይታ እዩ። ምስ ኣምላኽ ሰላም ከም ዘለና ምፍላጥ። ኣምላኽ ነግራም ኣይኮነን። ኣምላኽ ተጸራፊ ኣይኮነን። ኣምላኽ ኮናኒ ኣይኮነን። ኣምላኽ ሓራቕ ኣይኮነን። ኣምላኽ ፈራዲ ኣይኮነን። ኣምላኽ ተጸባጻቢ ኣይኮነን። ክብሪ ንእግዚኣብሔር ይኹን። የሱስ ጎይታ እዩ። እዚ ሓደ ሸነኹ እየ ዝገልጸልኩም ዘለኹ ናይ እግዚኣብሔር ኣምላኽ ብዙሕ ባህሪ ክህልዎ ክእል እዩ። ሓደ ሸነኹ ግን ፍቕሩ ግን እገልጸልኩም ኣለኹ ሕጂ። ክብሪ ንእግዚኣብሔር ይኹን። ናትኩም ከተምጹ ትኽእሉ እዮም። እቲ ኮናኒ ወይ እቲ ሃይማኖተኛ እንታይ ክብል እሞ ኣምላኽ ከምዚ እንድዩ ኣምላኽ ፈሪ እንድዩ ኣምላኽ ከምዚ እንድዩ ክብለካ ይኽእል እዩ እሱ ቦትኡ ኣለዎ መጽሓፍ ቅዱስ ስርዓት ብስርዓት ቦትኡ ኣለዎ ክንመሃሮ ንኽእል ኢና ሎሚ ግን ብዛዕባ ሰላም ናይ ኣእምሮ ኢና እንመሃር ዘለና ወሓዚ ሰላም ትርፊ ዘለዎ ሰላም ብዙሕ ሰላም ኣብ ሂወትና እቲ ቀዳማይ ክንገብሮ ዘለና ምስ ኣምላኽ ሰላም ከም ዘለና ምፍላጥ እዩ። ክብሪ ንኣምላ ይኹን። ናይ እግዚኣብሔር ህላውነት ኣብ ማእኸልና ኣሎ። ክንቅጽል ኢና ትምህርቲ ንሓንቲ ደቂቅ ክንጽሊ ኢና። ተመስገን ጎይታ ነመስግነካ ኣሎና ብሩኽ መንፈስ ቅዱስ ኣብ ማእኸልና ስለ ዘለኻ ተመስገን ስለ ህላውነትካ ተመስገን ስለ ጸጋኻ ተመስገን ስለ ክብርኻ ተመስገን ሕጂ ውን ግዜና ኣሕሊፍና ንበካ ኣሎና ኣየራትና ተረከቦ፣ ግዜና ተረከቦ፣ ኣእምሮና፣ ልብና፣ ከናፍርና ተቆጸጸር፣ ብሽም የሱስ ክርስቶስ ስም መንፈስ ቅዱስ መሃረና፣ ተዛረበና፣ ፈውሰና፣ ኣጸናንዐና እግዚኣብሔር ከም ቃልካ ሎሚ ሰላም ኣብ ሂወትና ክውሕዝ ሰላም ኣብ ሂወትና ክበዝሕ ብሽም የሱስ ክርስቶስ ስም እጽሊ ኣለኹ ንዓይን ንሕዋተይን ካብቲ ዘለናዮ ልዕል ከተብለና ካብቲ ዘለናዮ ከተውጽእና ሰላምካ ሓጎስካ በረኸትካ ኣባይን ኣብ ኣሕዋተይን ሎሚ ክውሕዝ እጽሊ ኣለኹ ብሽም የሱስ ኣሜን። ክብሪ ንእግዚኣብሔር ይኹን ስለዚ እቲ መጀመርያ ምስ ኣምላኽ ሰላም ከም ዘለና ምፍላጥ ካልኣይ ፅኑዕ ሃቐና ምህላው ፅኑዕ ሃቐና ምህላው ኢሳያስ 26 ሰለስተ ነጥብታት ጥራይ ኢና ክንርኢ ፅኑዕ ሃቐና ምህላው ኢሳያስ 26 ጥቕስ ሰለስተ ነቲ ፅኑዕ ዝሃቐንኡ ኣባኻ ስለ እተማሕጸነ ብሰላም እወ ብሰላም ትሕልዎ ይብል። ነቲ ጽኑዕ ዝሃቐንኡ ኣባኻ ስለ እተማሕጸነ ብሰላም እወ ብሰላም ትሕልዎ ኢሉ። እግዚኣብሔር ንመን እዩ ብሰላም ዝሕልዎ? እግዚኣብሔር ንመን እዩ ካብ ጭንቀት ዘውጽኦ ተልኩም ነቲ ጽኑዕ ዝሃቐንኡ ኣብ ኣምላኽ ከኣ እተማሕጸነ ኣብቲ እንግሊሽ ከምዚ ይብል You will keep in perfect peace all who trust in you ኦል ሁዝ ቶትስ ኣር ፊክስድ ኦን ዩ ብለና። ዩ ዊል ኪፕ ኢን ፐርፈክት ፒስ፣ ብፍጹም ዝኾነ ሰላም ትሕልዎም ኢሉ። ንመን? ነቶም ዝውከሉኻ ኢሉ መጀመርያ፣ ካልኣይ ከኣ ኦል ሁ ቶትስ ኣር ሁዝ ቶትስ ኣር ፊክስድ ኦን ዩ፣ ነቶም ሓሳቦም ኣባኻ ፊክስድ ዝኾነ፣ ነቶም ሓሳቦም ኣባኻ ዝኣሰሩ። ነቶም ኣብ ሓሳቦም ኣባኻ ዘተኮሩ፣ ነቶም ሓሳቦም ኣብ ቃልካ ዘተኮሩ፣ ነቶም ብሓሳቦም ኣብ ቃልካ ዘስተንትኑ፣ ነቶም በእምርኦም ካባኻ ዘይፍለዩ፣ ካብ ቃልካ ዘይፍለዩ፣ ንዕኦም ብሰላም ትሕልዎ ኢሉ። ስለዚ እታ ካልኣይቲ መፍትሒ ጽኑዕ ጽኑዕ ሃቐና ምህላው እዩ። ጽኑዕ ሃቐና ምህላው፣ ሃቐ፣ ሃቐና ማለት ሓሳብ ማለት እዩ። ሃቐና ማለት ድሌት ማለት እዩ። ጽኑዕ ድሌት፣ ጽኑዕ ሃቐና፣ ጽኑዕ ሓሳብ ክህልወካ ኣለዎ። እግዚኣብሔር ብሰላም ክሕልወካ እንተኾይኑ፣ ሰላም ኣብ ህይወትካ ክበዝሕ እንተኾይኑ፣ ክብረ ንእግዚኣብሔር ይኹን። ጽኑዕ ሃቐና ምህላው እንታይ ማለት እዩ? ንሓሳብካ ኣብ ቃል ኣምላኽ ፊክስ ምግባር፣ ቃል ኣምላኽ ምስትንታን፣ ብዙሕ ግዜ ተማሂርናዮ ኣለና ኣብዚ። ንቓል ኣምላኽ ብልብኻ ምስትንታን፣ ንቓል ኣምላኽ ብዘይ ምቁራጽ ብልብኻ ምባል፣ ብቓል ኣምላኽ ብዘይ ምቁራጽ ምሕሳብ፣ ብመሰረቱ ጭንቀት ናይ ሓሳብ ውጽኢት እዩ። ከይሓሰበ ዝጭነቕ የለን። ጭንቀት ናይ ምስትንታን ውጽኢት እዩ። ኣብ ጌጋ ነገር ከተስተንትን ከለኻ ኢኻ ምጭናቕ ትጅምር። ኣብ ጽቡቕ ነገር ከተስተንትን ክትጅምር ከለኻ ድማ ሰላምካ መሊኡ ይፈስስ። ስለዚ ጭንቀት ናይ ምስትንታን ውጽኢት እዩ። ጭንቀት ናይ ምሕሳብ ውጽኢት እዩ። ሰላም ውን ናይ ምሕሳብ ውጽኢት እዩ። ሰላም ውን ናይ ምስትንታን ውጽኢት እዩ። ስለዚ ሎሚ እንታይ ንሓስብ ኣለና? እንታይ ነስተንትን ኣለና? ቀትርን ምሸትን ቀትርን መዓልታዊ እንታይ ነስተንትን ኣለና? እንታይ ንሓስብ ኣለና? ሓሳብና ኣብ ምንታይ ፊክሰይት ኮይኑ ኣሎ? ሓሳብና ምንታይ ኣተኪሩ ኣሎ? ስለዚ ሰላም ንኽትመርጽ ሓሳብካ ምረጽ። ጭንቀት ንኽትመርጽ ውን ሓሳብካ ምረጽ። ሰላም ንኽትመርጽ ምስትንታን ምረጽ። ጭንቀት ንኽትመርጽን ምስትንታን ምረጽ። ምኽንያቱ ሰላምን ጭንቀትን ናይ ሓሳብ ውጽኢት እዮም፣ ናይ ምስትንታን ውጽኢት እዮም፣ ናይ ኣእምሮ ውጽኢት እዮም። ክብሪ ንኣምላ ይኹን። ሳልሳይ ናይ መወዳእታ ንኹሉ ሓልዮትካ ኣብ እግዚኣብሔር ኣውድቆ። ክብሪ ንኣምላ ይኹን። እቲ መጀመርያ ዝበልናዮ እንታይ ምስ ኣምላኽ ሰላም ከም ዘለካ ምፍላጥ፣ ካልኣይ ጽኑዕ ሃቐና ምህላው፣ ሳልሳይ ድማ ንኹሉ ሓልዮትካ ኣብ እግዚኣብሔር ምውዳቕ። ጴጥሮስ ከምዚ ይብለና ንሱ ይሓልየልኩም እዩ እሞ ንኹሉ ሓልዮትኩም ኣብኡ ኣውድቕዎ ይብለና። ንሱ ይሓልየልኩም እዩ እሞ ንኹሉ ሓልዮትኩም ኣብኡ ኣውድቕዎ። ጸሎት ማለት ንኹሉ ሓልዮትካ ኣብ ኣምላኽ ምውዳቕ ማለት እዩ። ጸሎት ማለት ንሸኽምካ ኣብ ኣምላኽ ምውዳቕ ማለት እዩ። ጸሎት ማለት ነቲ ዝተሰከምካዮ ኣብ እግዚኣብሔር ኣብ እግሩ ምውዳቕ ማለት እዩ። ክብሪ ንእግዚኣብሔር ይኹን። ሓንሳእ ምስ ኣውደቕካዮ ድማ መሊሽካ ከተልዕሎ ኣይፍቀድን እዩ። ተጻዒንካ ዝነበረ ጭንቀት፣ ተጻዒንካ ዝነበረ ሓሳብ፣ ተጻዒንካ ዝነበረ ዲፕረሽን ንህይወትካ ዘጨነቐ ናብ ጸሎት ትመጽእ እሞ ኣባ ኣቦ እንዳበልካ ናብ እግዚኣብሔር ትጽሊ። ክትጽሊ ከለኻ ብመንፈስ ቅዱስ ጾርካ ኣብ እግሩ ተራግፍ። ጾርካ ኣብ እግሩ ተውድቆ ምስ ኣውደቅካዮ መሊሽካ ኣይተልዕሎ ናይ ጥዕና ጾር ክከውን ይክእል ናይ ፋይናንስ ጾር ክከውን ይክእል ናይ ጓሂ ጾር ክከውን ይክእል ናይ ቤተሰብ ጾር ክከውን ይክእል ናይ ደቅካ ጾር ክከውን ይክእል ናይ ኣገልግሎት ጾር ክከውን ይክእል ዝኮነ ይኩን ሸክም ናብ ጸሎት ክትመጽእ ከለካ ተውድቆ ኢካ ዘለካ ኣብ እግሩ ንስካ ትክእል ኢካ ጎይታ ትሓልየለይ ኢካ ተፍቅረለይ ተፍቅረኒ ኢካ ስለዚ ካባይ ንላዕሊ ንስኻ ስለ ትሓስብን ትጭነቕን ጾረይ ኣባኻ የውድቖ ኣለኹ፣ መልሸ ከኣ ኣየልዕሎን እየ። መልሸ ኣይዝክሮን እየ። መልሸ ኣይጭነቕን እየ። ኣመንቲ ግን እንታይ ኢና ንገብር? ንጸሎት መጺእና ጾርና ኣብ ኣምላኽ ነራግፍ፣ ኡፍ ንብል፣ ደስ ይብለና። ክንከይድ ከለና ግን መሊሽና ተሸኪምናዮ ንኸይድ ነቲ ጾር። ካብቲ ዘውረድናዮ ኣልዒልና ተሸኪምናዮ ንኸይድ። ቃል ኣምላክ እንታይ ይብለና ኣሎ ንሱ ይሓልየልኩም እዩ እሞ ንኩሉ ሓልየትኩም ኣብኡ ኣውድቅዎ ኣውድቅዎ እሞ መሊሽኩም ኣልዕልዎ ይብልኒ ቃል ኣምላክ ክብሪ ንኣምላ ይኩን እንደገና ፊልጲ ከምዚ ይብለና ምዕራፍ ኣርባዕተ ካብ ሽዱሽተ ክሳብ ሸውዓተ ፊልጲ ምዕራፍ ኣርባዕተ ካብ ሽዱሽተ ክሳብ ሸውዓተ ድሌትኩም ዘበለ ብለና ብጸሎትን ልማንን ምስ ናይ ምስጋና ኣብ ኣምላኽ ይፈለጥ እምበር ብገለ እኳ ኣይትጨነቑ እቲ ኻብ ኵሉ ኣእምሮ ዚበልጽ ሰላም ኣምላኽ ድማ ንልብኹምን ንሓሳብኩምን ብክርስቶስ የሱስ ኪሕልዎ ይብለና። እንታይ ዘበለ? ድሌትኩም ዘበለ፣ ሸኽምኩም ዘበለ፣ ጾርኩም ዘበለ፣ ዚኸብደኩም ዘበለ፣ ዘጨንቐኩም ዘበለ። ብጸሎት ኢሉ መጀመርያ። እንደገና ብልማና ምስ ናይ ምስጋና ኣብ ኣምላኽ ይፈለጥ። እዚ በበይኑ እዩ። ጸሎት ካልእ እዩ፣ ልማኖ ካልእ እዩ፣ ምስጋና ካልእ እዩ። ኣብ ጸሎት እዞም ሰለስተ እዚኦም ነገር ኢና ንገብር። ኣብ ጸሎት ብዙሕ ነገር ኢና ንገብር፣ ብመሰረት እዛ ጥቕሲ እዚኣ ግን ሰለስተ ነገር ንገብር ኣብ ጸሎት። ንጽሊ፣ ንልምን ነመስግን ጸሎት ካልእ እዩ ልመና ካልእ እዩ ምስጋና ካልእ እዩ ጸሎት ከየቋረጽና እንጽልዮ ጸሎት እዩ ጸሎት ክብል ከሎ ሕብረት ምስ ኣምላኽ ማለት እዩ ጸሎት ንኽትጸሊ ኣርእስቲ ኣየድልየካን እዩ ድልየት ሽግር ኣየድልየካን እዩ ጸሎት ሕብረት ምስ ኣምላኽ እዩ ጸሎት ፌሎውሽን እዩ ጸሎት ግድን እዩ ጸሎት ለይትን ቀትርን እዩ ጸሎት ዕስራን ኣርባዕተን ሰዓት እዩ። ጸሎት እናሰራሕካ ከለኻ፣ ነገራት እናገበርካ ከለኻ ብኢድካ እውን ብልብኻ ትጽልዮ እዩ። ካልኣይ ልማኖ፣ እዚ ልማኖ ጾርናን ድሌትናን ኣብ ኣምላኽ እነራግፈሉን ንኣምላኽ እነፍልጠሉን እዩ። ክብሪ ንኣምላ ይኹን። ልማኖ ኢለዎ ኣሎ፣ ካሊእ ቃል ተዝጥቀም ደስ ምበለኒ ግን ምክንያቱ እቲ ምልማን ዝብል ኣስክ ምሕታት ኢልዎ ኣሎ እቲ ቀንዲ ትርጉሙ ምሕታት እዩ ሃይማኖተኛ ይልምን እዩ ባርያ ይልምን እዩ ውሉድ ግን ይሓትት እዩ ስለዚ ደሓን መጀመርያ ጸሎት ይልዎ ካልኣይ ልማኖ ሳልሳይ ምስጋና ምስጋና ካብ ጸሎት ናይ ኣማን ከቋርጽ ዘይብሉ ነገር እዩ ኣብ ኣምላኽ እንታይ ይገበር ይፈለጥ ናትና ስራሕ ምፍላጥ እዩ ሓንሳእ ንኣምላኽ ምስ ኣፍለጥናዮ እግዚኣብሔር ከይጸለና ከለና እውን ሽግርናን ጸሎትናን ዝፈልጥ ስለ ዝኾነ ደጋጊምና ምጭናቕ ደጋጊምና ነቲ ዝደርበናዮ ኣብ እግሩ ምልዓል ኣየድልየናን እዩ ኣብ ኣምላኽ ይፈለጥ እምበር ብገለ እኳ ኣይትጨንቑ ክንጽሊ እምበር ክንጭነቕ ኣይተጸዋዕና ከነመስግን እምበር ክንጭነቕ ኣይተጸዋዕናን። ንኣምላኽ ከነፍልጦ እምበር ክንጭነቕ ኣይተጸዋዕናን። እዚ ምስ ገበርና ሽዑ እንታይ ኢሉ? እቲ ኻብ ኵሉ ኣእምሮ ዚበልጽ ሰላም ኣምላኽ ድማ ንልብኹምን ሓሳብኩምን ብክርስቶስ የሱስ ኪሕልዎ እዩ። እንታይ? ካብ ኵሉ ኣእምሮ ዚበልጽ ሰላም ኣምላኽ። ካብ ኵሉ ኣእምሮ ዚበልጽ ሰላም ኣምላኽ እንታይ ማለት እዩ? ካብ ኵሉ ኣእምሮ ዚበልጽ ማለት፣ ብዮንድ ኤኒ ሪዝኒንግ ማለት እዩ። ምኽንያት ዘይብሉ ሰላም ማለት እዩ። እንጅምር ከለና እንታይ ኢና ኢልና? መንፈሳዊ ጭንቀት ኣሎ፣ ነብሳዊ ጭንቀት ኣሎ፣ ስጋዊ ጭንቀት ኣሎ ኢልና። ሓኪም ካብ ጭንቀትካ ንኽድሕን ምኽንያት ነግረካ እዩ። በእምሮ ምኽንያት ነግረካ። ፊዚካላዊ እንድሕር ኮይኑ ኣካላዊ እንድሕር ኮይኑ ጭንቀትካ እዝን እዝን እኒ ሽግርካ መፍትሒ ድማ እዚ እብለካ ነብሳዊ ተኾይኑ ሳይኮሎጂካል ተኾይኑ ሽግርካ ኣእምራዊ ዝኾነ ፍልጠት እበካ እዝን እዝን እዚ ሽግርካ እዝን እዝን ተገይርካ ድማ መፍትሒ ኣለካ ናይ እግዚኣብሔር ሰላም ግን ድሌትካ ዘበለ ብጸሎት ብልማኖ ምስ ናይ ምስጋና ኣብ ኣምላኽ ምስ ኣፍለጥካያ ግን፣ ብኣምላኽ ምስ ዓረፍካ ግን፣ ካብ ኩሉ ዝበልጽ ሰላም ኣምላኽ እዩ ንልብኻን ሓሳብካን ብክርስቶስ የሱስ ዝሕልዎ። ካብ ኩሉ ኣእምሮ ዝበልጽ ሰላም ኣምላኽ ማለት ሪዝን ዘይብሉ ማለት እዩ። እዚ ስለ ዝኾነ እዚ ክትብሎ ዘይትኽእል፣ ክርድኣካ ዘይክእል፣ ልዕሊ ዓቕምኻ ዝኾነ ጸልማትካ ዝገፍፍ፣ ልዕሊ ዓቕምኻ ዝኾነ ጭንቀትካ ዝገፍፍ፣ ልዕሊ ዓቕምኻ ልዕሊ ምርዳእኻ ዝኾነ ዲፕሬሽንካ ዝገፍፍ ናይ እግዚኣብሔር ሰላም ማለት እዩ። እቲ ካብ ኩሉ ኣእምሮ ዝበልጽ ሰላም ኣምላኽ ድማ ንልብኹምን ሓሳብኩምን ብክርስቶስ የሱስ ክሕልዎ ይብለና። ካብ ኩሉ ኣእምሮ ዝበልጽ ዝበሃል ናይ እግዚኣብሔር ሰላም ኣሎ። ካብ ኩሉ ኣእምሮ ዝበልጽ ዝበሃል ናይ እግዚኣብሔር ሰላም ኣሎ። ካብ ኩሉ ሪዝኒንግ፣ ካብ ኩሉ ምኽንያታውነት፣ ካብ ኩሉ ምርዳእ ናይ ሰብ፣ ካብ ኩሉ ሳይኮሎጂ፣ ካብ ኩሉ ፊዚዮሎጂ፣ ካብ ኩሉ ነገር ዝበልጽ ልዕሊ ምርዳእ ሰብ ዝኾነ ናይ እግዚኣብሔር ሰላም ኣሎ እዚ ድማ ኣብ ጸሎት እዩ ዝርከብ ንኹሉ ሓልዮትካ ኣብ እግዚኣብሔር ብምውዳቅ ብጸሎት ክብሪ ንእግዚኣብሔር ይኹን ስለዚ እታ ቀዳመይቲ ዝረኣናያ ምስ ኣምላኽ ሰላም ከም ዘለካ ምፍላጥ ሚስጥር ናይ መስቀል ምፍላጥ ማለት እዩ ሚስጥር ናይ ተፈጸመ ምፍላጥ ተኻለይቲ ጽኑዕ ሃቐና ምህላው፣ ኣእምሮኻ ወይ ሓሳብካ ፊክስ ምግባር፣ ኣብ ኣምላኽ ምትኳር፣ እዚኣ ድማ ናይ ምስትንታን ሚስጥር እያ። እታ ሳልሰይቲ ንኹሉ ሓልዮትካ ኣብ ኣምላኽ ምውዳቕ፣ እዚኣ ድማ ናይ ጸሎት ሚስጥር እያ፣ ብሩኻት ኢኹም ንጽሊ ንጸሊ። Thank you Jesus ጎይታ ነመስግነካ ኣሎና። ኣብ ማእኸልና ስለ ዘለኻ ተመስገን ስለ ቃልካ ተመስገን ስለ ናይ ቃልካ ምግላፅ ተመስገን ቃልካ ስለ ዝመሃርካና ብቃልካ ስለ ተዛረብካና ጎይታ ነመስግነካ ኣሎና ስለቲ ኣብ ሂወትና ዘሎ መዳርግቲ ዘይብሉ ሰላም ጎይታ ነመስግነካ ኣሎና ስለቲ ኣብ ሂወትና ብክርስቶስ የሱስ ዘሎ ወሓዚ ሰላም ጎይታ ነመስግነካ ኣሎና ኣብ ኩሉ መከራ ኣብ ኩሉ ፀልማት ብንሓልፎ ዘበለ ጎደና ኩሉ ንልብና ነእምሮና ንሓሳብና ንሂወትና ስለ ዘዕረፍካዮ ተመስገን ብገንዘብ ዘይርከብ ብምንም ወርቅን ብሩን ዘይርከብ ሰላም ኣብ ሂወትና ስለ ዝገበርካ ተመስገን ሕጂ ድማ ስለ ኣሕዋተይ ይጽሊ ኣለኹ ዝኾነ ይኹን ጸልማት ዝኾነ ይኹን ጭንቀት ኣብ ኣእምሮም ኣብ ልቦም ዝዋግኦም ዘበለ ብሽም የሱስ እገንሖ ኣለኹ ብጎይታ ብኢየሱስ ክርስቶስ ስም እቲ ኣብ ጸልማት ብርሃን ዝኾን ይኹን ዝበለ ኣምላኽ ኣብ ሂወት ኣሕዋተይ ብርሃን ይኹን ብሽም የሱስ ብጎይታ ብኢየሱስ ክርስቶስ ስም ኣብ ሂወትኩም ብርሃን ይኹን